ደቂ ኣንስትዮ እዚኦም ሕማም ናይ ሕብረተሰብ እዮም ነዚኣቶም ምፍዋስ ብቀሊል ምሻሎ ነቲ መግቢ ገለመለ ከመይ ጌርክን ምሻሎ ፊዚክሊ ዘይትክእላ እንድሕር ኮይንክን ብከብዶም እንድዮም ዝግዝኡ ብከብዶም ከመይ ጌርክን እእእእ ማለት እዩ ክፉእ ክንዛረብ ኣይንደልይና ግን ካብቲ ጥዑይ ዝመውት እቲ ክፉእ ክርዳድ ናይ ሕብረተሰብ ንሱ ክእለየልካ ይሓይሽ። ሰላም ኣብዚ ሳልስቲ ሓንቲ ጓል ኣንስተይቲ ሓብትና ነስብኡትክን ዘሸጉርኽን እንተኾይኖም ስሚ ነስኒስክን ቅተልኦም ክትብል ተሰሚዓ ኔራ ወላ እኳ ጠንቂ ከምኡ ምባሊኣ እቲ ብተደጋጋሚ ኣብ ልዕሊ ኣሕዋት ኤርትራውያን ደቂ ኣንስትዮ ዝግበር ቅትለት እንተኾነ ብዝኾነ ክምኽንየሉ ዘይክእል ብሞራልን ሕግን ዘሕትት ዘይቅቡል ምኽሪ ዩ። ብዝኾነ ንዘረባ ዘረባ የምጽኦ ንሓመድ ዱር የውጽኦ እንድዩ ንዘረባ እዛ ሓብትና ምስ ሰማዕኩ ምናልባት ምንቃላ ሓሳባ ሓንቲ ጁልያ ተፋና ዝተባህለት ኣብ ዓሰርተ ትሽውዓተ ክፍለ ዘበን ዝነበረት መልኣከ ሞት ደቂ ኣዳምን ጅግና ናይ ደቂ ሄዋንን ዝኾነት ንልዕሊ ሽዱሽተ ሚእቲ ሰብኡት ዘጽነተት ሄዋን፣ ዛንታኣ ሰሚዓዶ ትኸውን ምኽራ ለጊሳ ኢለ ሓሰብኩ። እቲ ታሪኽ ከመይ ነይሩ መስለኩም? ኣብ መበል ዓሰርተ ሸውዓተ ክፍለ ዘበን ኣብ ኢጣልያ ኣሎ። እዛ ጁልያ ቶፋና ትበሃል ሄዋን ጸረ ሰብኡት ዝዓጠቐት ፍጥርቲ ነበረት። ጁልያና ኣዝያ ምልክዕትን ግርማ ሞጎስ ዝተዓደለት እንኮይና ለዋህ እትመስል ግን ድማ ጨካን ምስጢር ዝሓዘት ሰበይቲ ነበረት። ቃል ኪዳን ንብዙሓት ኣንስቲ ከም ቤት ማእሰርቲ ኣብ ዝነበረሉ ዘበን እዩ ጁልያ ሓደ ዘደንጹ መውጽኢ ካብቲ መሪር ሕሰም ኣዳለወት። ንኣስታት ሽዱሽተ ሚእቲ ሰብኡት ብዘይ ዝኾነ ኣሰር ክቕተሉ ዝሓገዘት ኣብ ታሪኽ ሓንቲ ካብቶም ዝዓበየት ተኻታታሊት ቀታሊት ሲርያል ኪለር እያ። እዛ ንሓካይም ሓንቲ ስጉምቲ ቀዲማ ብሳይንሳዊ መንገዲ ቀታሊትን ኣማኻሪት ቅትለትን ዝነበረት ሄዋን፣ ከመይ ኢላ እያ ነዚ ኹሉ ዓመታት ከይተታሕዘት ጸኒሓ? እቲ ንሰብኡት ዘጥፍእ ዝነበረ ኣኳቶፋና ዝተባህለ መርዚ ምስጢሩ እንታይ እዩ ነይሩ? እስከ ንተዓዘብ። ጁልያ ቶፋና እዚ ቀመማዊ ጥበብ በጋጣሚ ዘይኮነ ኣብ ደማ መስኣዩ ተወሊዱ። ወላዲታ ቶፋንያ ዲ ኣዳሞ ንሰብኣያ ብመርዚ ብምቕታላ ኣብ ፓሌርሞ ብመሓነቕቲ ዝሞተት ሰበይቲ እያ ነይራ። ጁልያ ድማ ካብ ኣዲኣ ዝወረሰቶ ናይ ቀመማት ፍልጠት ሒዛ ካብ ፓሌርሞ ናብ ሮማ ተጓዕዘት። ኣብኡ ድማ ምስ ጓላን ካልኦት ተሓጋገዝታን ብምዃን ፍሉይ መርዚ ከተዳሉ ጀመረት። ዕላምኣ ንጹር ነበረ፣ ንዝተበደላን ዝተገፍዓን ኣንስቲ ነጻ ምውጻእ። ኣብቲ ግዜ እቲ ብሕጊ ካቶሊካዊት ቤተ ክርስቲያን ፍትሕ ዝበሃል ፍጹም ኣይነበረን። ሓንቲ ሄዋን ጨካንን ዘጋፍዕን ሰብኣይ ተመርዕያ ዕድመ ልክዓ እናተገፍዐትን እናተጨኮነትን ትነብረሉ ዝነበረት ዘመን እዩ ነይሩ። ሓንቲ ሰበይቲ ካብ ጨካን ሰብኣይ ክትገላገል እትኽእለሉ እንኮ መንገዲ ድማ ወይ ሞታ ወይ ሞቱ ጥራይ ነበረ። ጁልያ ድማ ነቲ ሞት ብጥበባ ኣብ ኢድ ጭኩናት ደቂ ሄዋን ኣብጽሓቶ። ጁልያ እቲ ዝዓበየ ጥበባ ኣብቲ ዘዳለወቶ መርዚ ነበረ። ኣኳተፋና ዝተባህለ ፈሳሲ ድማ ሕብሪ የብሉ፣ መቐረት የብሉ፣ ጨና የብሉ። ኣብ ማይ ወይ ወይኒ ተሓዊሱ ክወሃብ ከሎ ፈጺሙ ይፍለጥን እዩ። እዚ መርዚ እዚ ብኣርሰኒክ፣ ሊድ ከምኡ ድማ ቤላዶና ዝተባህሉ መርዛማት ባእታ ዝተዳለወ እዩ። እዚ መርዚ እዚ ምስ ሰተኻዮ ብሓንሳብ ኣይኮነን ብኡ ንብኡ ዝቐትል። እቲ ቀዳማይ ብልቃጥ ወይ ዶዝ ከም ረስኒ ወይ ድኻም ይገብረልካ። እቲ ካልኣይ ምስ ትሰተየ ቃንዛ ከብድን ተምላስን የስዕብ። እቲ ሳልሳይ ወይ ራብዓይ ድማ ናብ ሞት የብጽሕ። ናይቲ ግዜ ተሓካይም ወላ እውን ኣብ ልዕሊ ሬሳ መርመራ ኣካይዶም ጠንቂ ሞቱ መርዚ'ዩ ኢሎም ክፈልጡ ብፍጹም ይኽእሉ ኣይነበሩን። ምኽንያቱ እቲ ምልክታት ምስ ተራ ሕማም ስለ ዝመሳሰል። እቲ ዝገርም ነገር ጁልያ ነዚ መርዚ እዚ ከም መመላኽዒ ገጽ፣ ሜክኣፕ፣ ወይ ከም ቅዱስ ቅብኢ ኣምሲላ ትሸጦ ስለ ዝነበረት፣ ሰብኡት ኣብ ቅድሚ ዓይኖም በንስቶም መልኣከ ሞቶም ክዕደግ ይርእዩ ነይሮም። ጁልያ ንልዕሊ ዕስራ ዓመታት ኣብ ሮማ ምስጢራዊ ትካል መርዚ ኣካይዳ፣ ዓማዊላ ድማ እተን ሃብታማትን ስሙያትን ኣንስቲ ሮማ'የን ነይረን። ሓንቲ ሰበይቲ ንጁልያ ክትረኽባ እንተ ደልያ ብምስጢራዊ መንገዲ ብሕሹኽሹኽ ጥራይ'ዩ ነይሩ። እቲ ዘገርም ነገር ጁልያ ንነፍሲ ወከፍ ዓሚላ ከመይ ጌርኪ ትጥቀምሉ ጥራይ ዘይኮነ፣ ከመይ ጌርኪ ከም ዘይትጥርጠሪ ትኾኒ ዝብል ስነ-ልቦናዊ ትምህርቲ እውን ትህባ ነበረት። እተን ኣንስቲ ሰብኡተን እናሞቱ ከለዉ ከም ሓዘንተኛታት ኮይነን ክቐርባን ንሓካይም ክታለላን ብፍሉይ ዝበለ ኣገባብ ትምህረን ከም ሓዘንተኛታት ኮይነን ክቐርባን ንሓካይም ከታልላን ተምህረን ነበረት። መቸስ ዘይቀላዕ ምስጢር የለን እንድዩ፣ ከም ኩሉ ምስጢር ናይ ጁልያ እውን መኸተምታ ተገብረሉ። ምስጢራ ግን ብፖሊስ ወይ ደቂ ተባዕትዮ ተዘይሃሲሶም ዝተረኽቡ ኣይነበሩን። ሓንቲ ላንጋ ላንጋ ዝተጣዕጥሰት ዓሚላ እያ ለኪማታ። ሓንቲ ዝመረራ ሰበይቲ ሰብኣያ ክትቀትል ካብ ጁልያ መርዚ ዓዲጋ ኣብ መርዚ ሰብኣያ ኣእተወቶ። ኮይኑ ግን ሰብኣያ መኣዲ ተቐሪቡ ጥቕላል ኩላሶ ናብ ኣፉ ምስ ኣጸግዖ፣ ግደፍ ኣይትብላዕ ኢላ ምስ ጨረደረት፣ ሰብኣያ ተጠራጢሩ ናብ ፖሊስ ወሰዳ። ንሳ ድማ ኩሉ ምስጢር ንንፋስ ሃበቶ። እቲ ዘጋጠመ ዝሰምዐ ጁልያ ናብ ቤተ ክርስትያን ሃዲማ ንእተወሰነ ግዜ ተሓብእት። ኮይኑ ግን ኣብ ሮማ ዝርከብ ማይ መርዚ ክትገብረሉ እያ ዝብል ወረ ስለ ዝተላብዐ፣ ህዝቢ ፈሪሁ ባዕሉ ሒዙ ንፖሊስ ኣረከባ። ኣብቲ መርመራ ጁልያ ንልዕሊ ሽዱሽተ ሚእቲ ሰብኡት ከም ዝቐተለት ተኣመነት። ብሽሕን ሽዱሽተ ሚእትን ሓምሳን ትሽዓተን ድማ ምስ ጓላን ምስቶም ቀንዲ ተሓባበርታን ኣብ ቅርዓት ሮማ ተሰቕለት። ታሪኽ ጁልያ ቶፋና ክሳብ ሎሚ መዘራረቢ እዩ። ገለ ሰባት ከም ጨካንን ቀታሊትን ይርእዩዋ፣ ገለ ድማ ነታ ናብቲ ግዜ እቲ ተስፋ ዝቖረጻ ኣንስቲ ናይ ሓርነት መልኣኽ ነበረት ይብሉ። በቲ ኮይኑ በቲ ጁልያ ተፋና ኣብ ታሪኽ ደቂ ሰባት ብዘይ ዝኾነ ኣሰር ዝዓበየ ቁጽሪ ሰብ ዝቐተለት ምስጢራዊት ሰበይቱ ኮይና ክትጥቀስ ክትነብር እያ። ኩቡራት ተኸታተልቲ ንስኹም ከ እንታይ ትብሉ? ጁልያ ንጹሃት ሰብኡት ዝቐተለት ወንጀለኛ ድያስ ንጭኩናት ኣንስቲ ዝሓገዘት? ርእይቶኹም ኣብ ኮመንት ስፍሩ። ነዚ ቪድዮ ውን ሸር ምባር ኣይትረስዑ የቐንየለይ።